ሰላም ከመይ ትቅንዩ ዝኸበርኩም ተኻታተልተይ ድሕሪ ነዊሕ ግዜ ተመሊሰ ኣለኹ ከምዚ ትርእይዎ ኣብ ትሬዲንግ ቪው እየ ዘለኹ ገለ ገለ ቻርት ከዓ ክዛረበኩም ወይ እውን ዓይ ዝመስለኒ ክካፍለኩም እየ ንስኹም ከዓ ንዓኹም ዝመስለኩም ትነግሩኒ ከምዚ ትርእይዎ ዘለኹም ዝሓለፈ መዓልታት ቢግ ድሮፕ ርኢና ወይ ዓብዪ ምጉዳል ዋጋ ኣብ ናይ ቢትኮይን ኢቴሪየም ማለት እዩ ከም ዝሪእዎ ዓብዪ ምጉዳል ዋጋ ኮይኑ ኣይ ቲንክ ልዕሊ ሰላሳ ሚእታዊት እዩ ወዲቑ ብድረአኒ ካብቲ ኦል ታይም ሃይ ወይ ቀዳማይ ድረኣናዮ ሪኦ ኣለኹም ኢቴሪየም ጥራይ ሲ ዋው ልዕሊ ሓምሳ ሚእታዊት ወዲቑ ትሪእዎ ኣለኹም ቀሊል ኣይኮነን ምክንያቱ ብዙሕ እንታሽሙ እዩ ብዙሕ ድሮፕ እዩ ብፍላይ ከም ኢንቨስተር ክትሪኦ ከለካ ከም ኣዋፋሪ ንነዊሕ ትጥምት እንት ኮይኑ ይደሓሽ እምበር ከምዚ ክትሪኦ ከለካ ቀሊል ኣይኮነን ሕጂ ኣበይ ይዓልብ ቁርብ ክንርኢና ሕልፍ ሕልፍ እንዳልና ማለት እዩ ኣብዚ ትሪእዎ ዘለኹም ቻርት እንዳረኣኹም እየ ትኸይድ ዘለኹም ንዓኹም ከዓ ክሳወት ኩኑሉ እቲ ቀንዲ ናተይ ክሳይ ክኸውን ዝብሎ ዘሎ ክምለስ ተኽእሎ ኣለዎ ሕጂ እዚ ቻርት ከም ትሪእዎ ዘለኹም ኣብዚ ሳፖርት ኣለዎ ወይ እውን ደገፍ ኣለዎ ንኸይወድቕ ማለት እዩ ኣብዚ ካቲ ረዚስታንስ ማለት እዩ ዝላዕሊ ድሓን ክርእየኩም ኣብዚ ካቲ ቀዳማይ ረዚስታንስ ናቱ ዳሕራይ ካብ ኦል ታይም ሃይ ካብ ዝለዓል ናሃለኩም ሕጂ እዚ ማለት እንታይ እዩ ዛንሑዛ ፒራ ሕዛዛ ብራሽ እዚ ማለት እንታይ እዩ ኣብዚ እትገዝእ ማለት እዩ ሽዑ ኣብዚ ከኣ ትሸይጥ ሕጂ ያህ ኩሉ ግዜ ከምኡ የጋጥም ማለት ኣይኮነን ድሮፕ ክገብር ይኽእል እዩ ማርኬት ሕጂ እንተ ወዲቑ እውን ኣብዚ እናሃለኩም ኣብዚ ታሕቲ ካልእ ቻርት ሕዚ ኣብዚ እውን ታሕቲ ትሪእዎ ኣለኹም ክወድቕ ይኽእል እዩ ብፍላይ ነዊሕ ትሬደር ሰዲዕብንኩም ነዊሕ ጥም እንተ ኮይኑ ኣብዚ እንተ ወዲቑ ከባቢ ክንደይ ማለት እዩ ኣይ ቲንክ ከባቢ ሽሕን ሚእትን ማለት እዩ ዓብ ምጉዳል ዋጋ እዩ ቀሊል ኣይኮነን ኣነ እኮ ዳርጋ ነዊሕ ይኸውን እየ እዚ ሻርት ርእዮ ኣብዚ ከባቢ ኣብዚ ሸሞንተ ሚእቲ ኮላ ኣርኪበላ እየ ነይ ኣብ ዝኾላ ገዚኤ ውን ኣምላኽ ይመስገን እቲ ትሬዲንግ ከም ትፈልጥዎ ትኸስር ትኸስብ ስለ ዝኾነ ፓርቲ ናት እንታይ ሽሙ እዩ ናይቲ መገዲ እዩ ቀሊል መገዲ ይኮነ ናብ ዝኹሉ ክትመጽእ እዚ ኩሉ ገንዘብ ቀሊል ኣይኮነን ከምዚ ከምኡ ውን ከምዚ ክትወርድ ውን ቀሊል ኣይኮነን ሕጂ እንታይ እየ ክብለኩም ደልየ ኩሉ ግዜ ኣነ ዝመስለኒ ንዓይ ስለ ዘካፍል ምክፋል ካብ ፅቡቅ እዩ ሕጂ እትሪም ከም ትሪእዎ ዘለኹም ኣብዚ ኣሎ ኣብዚ እውን ክወድቅ ተኽእሎ ኣለዎ እንተ ክወድቅ ተኽእሎ ኣለዎ ዘይከኣል ኣይኮነን ሕጂ ኢቴሪም እዚ ኢቴሪም ዩኤስ ዶላር እዩ ሶሪ ኢቴሪም ቢትኮይን እንተ ሪእናዮ ሶሪ ኢተሪየም ቢትኮይን ተዛሪእናዮ ቀሊል ኣይኮነን ምክንያቱ ኣብቲ ናቱ ድሮፕ ጥራይ ዘሎ ክሳብ ሕጂ ከሪኦኩም እየ ፀንሑ ኣመና ክሳይ ኮይኑ ኣሎ ኣመና ኣብ ትባይ ዞን እዩ ዘሎ ሪኦ ኣለኹም ዝፅንሑ ከኣልየ ትሪእዎ ኣለኹም እቲ ሳፖርትስ ኣብዚ ኣሎ ትሪእዎ ኣለኹም ሕጂ ኣነ እንታይ ይፅበ እዚኣ ከዓ ኣልያ ፅንሑ እንታይ ክኸውን ተኽእሎ ኣለዎ ይብላነ ስለልኩም እየ እዚ ኣብዚ ኮርት ተኽእሎ ኣለዎ ትሪእዎ ኣለኹም ካብኡ ሽዑ ኽላይክ ወይ ውን ብቐጥታ ናብ ላዕሊ ኽኸይድ ዩ ኦል ታይም ሃይ እዚ ክስበር ተኽእሎ ኣለዎ ይብል ኣነ ሕጂ እንታይ ዩ እንታይ ደርእየካ ከምኡ እንተ ኮይኑ ከ ክንግዝእ ሕጂ ጽቡቕ ዶ ንብል? ሕጂ ኣነ ኩሉ ግዜ ዝብሎ ኣብዚኣ መትውረት ኣብዛ ላይን እዚኣ መትውረት ከባቢ ኣይ ቲንክ ክንደይ ማለት እዩ ዓሰርተ ሽዱሽተ ዓሰርተ ሸውዓተ ደሓን ዜሮ ዓሰርተ ሸውዓተ ሳንቲም እንተ ኣውሪዳ ጽቡቕ ነገር እዩ። ከመይ ዓሰርተ ሽዱሽተ ሳንቲም ኢሎ ምቕሬታ ዜሮ ዓሰርተ ሽዱሽተ ማለት እዩ ዜሮ ዓሰርተ ሸውዓተ እቲ ዕዳጋ ሽዑ ክወርድ ኣብዚ ቁርብ ከምዚ ክገብር ተኽእሎ ኣለዎ ሽዑ ካብኡ ከምዚ ገይሩ ክበትኮ ተኽእሎ ኣለዎ ሕጂ ኩሉ ግዜ እንተ ከምዚ ዘጋጥም ኮይኑ እንታይ ንገብር ግስያ ወይ እውን ዶላር ኮስት ኣቨሬጅ እንታይ ማለት እዩ እዚ ዶላር ኮስት ኣቨሬጅ ንኣብነት ንወርሒ እንተ እንተ ሓሙሽተ ሚእቲ ኢሮ እንተ ኢንቨስት ክትገብር ኮይንካ ንኣብነት እንታይ ትገብር ካብ ካብ ንወርሒ ሪት ዶላር እናዓፅዋ ዘሎ ቅሬታ ትምልሱ ኣለኹም እንታይ ማለት እዩ እዙይ ካብ ንወርሒ ሓሙሽተ ሚእቲ ኢሮ ኢንቨስት ትገብሩ እንታይ ግን ወርሓዊ ትገብር ሚእቲ ሚእቲ ማለት እዩ ኣብ ሓሙሽተ ወርሒ ሽዑ ዕዳጋ ኣብዚ ይውረድ ኣብዚ ደይብ ኩሉ ግዜ እንታይ ክትገብር ማለት እዩ ኣብ መንጎ ትገዝእ ካብ ክሳራ ትድሕን ማለት እዩ እንተ ደኣ ኣብዚ ክገዝእ እየ ሓሙሽተ ሚእቲ ኣብ ዝመጽእ ደሞ ዘይከ ኣብዛ ሓሙሽተ ሚእቲ ክወስኸ ትብል ኮንካ ያ እዚ ፌር ማለት ቅቡል እዩ ብብዝሒ እዋን ኣነ ዲሲ እየ ዝገብር ነይረ ሕጂ ሕጂ እኮ ገይም ናተይ ይቕይር ኣለኹ ከምዚ ኣብ ካልእ ካልእ ኢንቨስትመንት ይርኢ ኣለኹ ክሪፕቶ መሳሊ ኮኑስስ ካልእ ዓይነት ሜላ ከምዚ ኤርድሮፕ መሳሊ ብናጻ ሳነቲም ድሁብኻ ወይ ውን ምስ ገለ ኮሚኒቲ ተጠርኒፍካ ገለ ስራሕ ትሕግዞ ምሽ ንኣብነት ክሪፕቶ ናቶም ትዊተር ተማዕብለሎም ወይ ገለ ማለት ስራሕ ኣሎ መሊእ ኣብ ክሪፕቶ ኮሜ ኮሜ ድድል ዘለኹ ገለገለ እኳ ረኺበ ኣለኹ ኦረዲ ይሰርሕ ኣለኹ ውን ሕጂ ግን ከምዚ ገረ ኣብዴት ክገብረኩም እየ እንታይ ኣሎ እንታይ ዓይነት ገብሩ እንተ ድሌት ኣለኩም ከመይ ገረ ኤርድሮፕ ረክብ ከመይ ገረ ከምኡ ሳተፉም ክርእኩም ተኽእሎ ይኽእል እየ ተደሊኹም ማለት እዩ ተፅሒፍኩምለይ ብፍላይ ሕጂ ናይ እቴርም ከም ዝመስል ቁሩብ ድሮፕ ክገብር ተኽእሎ ኣሎ ኣይደኖ ክንደይ ሚእታዊት ይፅንሖ ሪኦ ሶሪ ኣይሓዘቶ ጽቡቅ ገይራ ናይ ናይ ሰላሳ ሚእታዊት እዩ ዝብል ዘሎ ኣነ ግን ዕስራ ሚእታዊት እየ ዝፅበ ምክንያቱ ዕስራ ሚእታዊት እንተዳ ወዲቑ ብሕጂ ምውዳቑ ይተርፈን እዩ እቴሪየም ካብኡ ሽዑ ካብኡ ሰማይ ክስቀል እዩ ማለት እዩ ሕጂ እዚ እንታይ ሽም እዩ እቲ ናቱ ባህሪ እዩ ጉግል ማርኬት እውን ከብቅዕ ተኽእሎ ኣለዎ ማለት እዩ ሕጂ እዚ ናይ ኮም ናይ ቢትኮይን ተዛሪእናዮ እውን ቢትኮይን ከም ከም ከም ክሳይ ከም ዝኾነ ትሪኦ ኣለኹ ቀደም ዝሰኣልኩ ወይ ኣብ ዕስራ ሓደ ሽሕ ከሎ ቢትኮይን ክንደይ ኣላ ክንደይ ነይራ ክገዝእ ከለኹ ኣይ ቲንክ ዓሰርተ ሽዱሽተ ሽሕ ነይራ ኣብ ዓሰርተ ሽዱሽተ ሽሕ ኣብዚ ያዕ ሽዑ እዚ ኩሉ እዚ ኣበሎ ያዕ እዚ ፉል ናይ ኤፍቲኤክስ እዩ እታ ኤፍቲኤክስ ዝበሃል ካምፓኒ ስለ ገንዘብ ዝሰረቀቶም ነቶም ገዛእታ እዚ ኩሉ ምውዳቅ ኣጋጢሙ ካብ ዕስራ ሽሕ ናብ ዓሰርተ ሓሙሽተ ሽሕ ኣይደነው ሕጂ እኮ ኣይዝክሮን እየ ብክሳይ እዚ ኩሉ ቢር ማርኬት እዩ ካብዚ እየ ጀሚረ ምግዛእ ዳጎ ዝብል ቢዲ ዲሲኣ እንዳገበርኩ ዲሲኣ ዶላር ኮስት ኣቨሬጅ ሓቂ ግደ ሓቂ ክገዛእ ኣይነበረንን ምክንያቱ ዘማክረካ ክትርከብ ኣለካ እንተዘይ ረኪብካ ግን ትጋገ ኣነ ሕጂ እቲ ናተይ ጌጋ ኣባኹም ክድገም ኣይደለኹን እንታይ ዝብለኩም ዘሎ ኩሉ ግዜ ቢትኮይን እውን ኣብዚ እናሃለኹም ሕጂ ሰብዓን ሰለስተን ክወድቕ ተኽእሎ ኣሎ እየ ዝብል ምክንያቱ ኣብዚ ኢለ ነይረ ናብዚ ክምለስ ሸኮሎ ኣለዎ ኤሪትሬ ኢለ ኔረ እጂ ይምለስ ውን ኣሎ ከምዚ ፌክ ፌክ ኣውት ይገብር ኣሎ ኣብዚ እዛ ሓምላይ ትሪእዋ ዘለኹም ኣብዚ ትሪእዎ ዘለኹም ሳሕቲ ፌክ ኣውት ከምዚ የታልሎም ኣሎ ግን ክምለስ እዩ ምክንያቱ ኣብዚ ዝኾነ ኹን ንዑ ዝዓግት የለን ምክንያቱ እያ እንታይ ዝበሃል እዚ ሳፖርት የብሉን ወይ ደጋፊ ዝኾነ ዝኾነ ዝድግፍ የብሉን ኣብዚ ግን ዝድግፍ ኣለዎ ዕንጨይቲ ከምዚ እንታይ ናይ ዓድና ክንርድኦ ከምዚ ምሻል ለካ ንገለ ልዳት ገለ ተገብረሉ እቲ መንደቅ ከይፈርስ ሕጂ ኣብዚ ልዳት የብሉን ከይፈርስ ሕጂ እንታይ እቲ ልዳት ወይ ዝኾነ እንተ ትሕዞ ዘይብሉ እንታይ ይኸውን ኣብዚ ፎል ይኸውን ማለት ይወደቕ ኣብዚ እውን ኣለኩም ሜጀር ሳፖርት ወይ ልዳት ሕጂ እንተድኣ እዚ ወዲቁ ውን ኣብዚ ውን ውን ኣሎ ሕጂ እዚ እዚ እዚ እዚ ኤርያ እዚ ሳፖርት እዩ ኣብዚ ተገዛእኩም ተመራጺ እዩ ምክንያቱ ተመሊሱ ናብዚ ገጹ ከይድ እዩ ኣይ ቲንክ ቢትኮይን ናብ ሚእቲ ሰማንያ ሽሕ ከይተክእሉ ኣሎ ይብል ኩሉ ግዜ እዛ ኩሉ ግዜ ትሰምዑኒ ኮንኩም ኣብ ዩቱብ ጥራይ ውሕዳት ቪድዮ ስለ ዘውርድ እዩ እምበር ኣብ ዲስኮርድ ኮነ ኣብ ገለ መለ ውን ይዛረብ እየ እቶም ትጽሕፉለይ እኳ ክንደይ ግዜ ይሕግዘኩም እየ እቶም ኣብ ኮመንት ኣብ ኮመንት እኮ ዳርጋ ርእ ይፍልጥ ኣብ ዩቱብ ኣይደነው እንተ ከመይ ኢሉ ሰብ ተረዲእዎ ድዩ ወይ ምስ ሓብዲ ሰልችዎ ኣይደነው ግን ብዙሕ ብዙሕ ጽሒፍኩምለይ ኣለኹም ዝበዝሐ ከማን ካብ ትገርመኩም ኢትዮጵያውያን እዮም ይሕግዞም እየ ብእንግሊዝኛ ጣይ እምበር ያ ምክንያቱ ምሕርኛ ስለምዝዛረብ ጸገም ከ የብሉን ምክንያቱ ምትሕጋ ጽቡቕ እዩ እሶም ካኣ ይሕጉዙኻ እዮም እቲ ዝፈልጥዎ ሕማቃት ኣይኮኑን ሓቂ እንታይ እዩ ሕጂ እቲ ሶላና ኦረዲ ዲድ ኮይኑ እዩ ሜት እዩ ኣይ ሶል እንተሪኢኹሞ ካብ ሶላና እዚ ብዙሕ ወናነ ኣይፅበን እየ ተዳሪኹሞስ ዓብዪ ሜጀር እንታይ ሽሙ ኮይኑ እዩ ዳርጋ ኦልታይም ሃይ እውን በጺሑ ዩ ሶላና ዛሪኩሞሲ ንምንታይ ድሮፕ ጌሩ ኣሎ ሶላና ኣይ ቲንክ ካብዚ ኦል ታይም ሃይ እንተ ሪእናዮሲ ዳርጋ ሓምሳን ሽዱሽተን ሚእታዊት ዳርጋ ስሳ ሚእታዊት ወዲቑ ቀሊል ኣይኮነን ምክንያቱ ዝድሮቢ ስሳ ሚእታዊት ገንዘብካ ክወድቕ ኣብቲ ላዕሊ ኢንቨስት ጌርካ ሶሪ ስሳ ሚእታዊት ኢንቨስት ጌርካ ኣበሎ ኣብዚ ኢንቨስት ጌርካ ኣብዚ ክትወርድ ቀሊል ኣይኮነን ምክንያቱ እቲ ስትራክቸር ናይቲ ማርኬት እውን ያ ተስፋ የቁርፀካ እዩ ኢማጂን ግን ኩሉ ግዜ ትመሃር ትሓትት እንዳጀመርኩ ቅድሚ ኣርባዕተ ዓመት ዳርጋ ኣፍልጦ ኣይነበረንን እያ ቁሩብ ኣብ ፎሬክስ ዶ ኣፍልጦ ነይርኒ ኣብ ፎሬክስ 2019 2020 ተይተጋግየ ኣብ ፍሬክስ ኣፍልጦ ነይረኒ ግን ኣብ ፍሬክስ ብዙሕ ኣይነገድኩን ምክንያቱ ስካመርስ በዚሖም ሽዑ ኣብዚ ንገድ ኣብዚ ንገድ ይብሉካ ግን ባዕልካ እንተ ዘይፈሊጥካዮ ጉማማ እንተ ዘይፈሊጥካዮ ክትውፃሉ ይደለካ እንተ ዘይትፈልጡ ኮንኩም እውን ኣብዚ ንዓይ ሕተትኒ ኣበየና ይነግድ ከመይ ኢለ ይነግድ ከመይ ኢልካ ገንዘብ ትእቱ ከመይ ኢልካ ቁሩብ ኣንፈት ክበኩም እየ ወላ ኩሉ ኣይሓግዝኩም ምስቲ ግዜ ግን እያ ኣይሚን ሕግዘኩም ሲ ይኽእል እየ ንስኹም ከኣኒ ያ ትውስኹሉ ቁሩብ መጽናዕቲ ከመይ ኣብ ዩቱብ ኣሎ ብፍላይ ሎሚ ናጻ ሕጂ ናይ ሶላና ከኣ ኢንትሪ በሎ ሶላና እውን ኣብዚ እንተትወርድ ነይሩ ሓቂ ኣብዚ ኣብዚ ዞን እዚ እንተ ወሪዱ ኣነ ኣብዚ ሕምግዛእኹ ምክንያቱ ክውስኽ ስለ ተኽእሎ ዘሎ ናይቶም ሶላና ኣውፈርቲ ወይ ናይቶም ሶላና መራሕቲ እውን ዓብዪ እንታይ ሽሙ ኣለዎም ዓቢ ክእለት ኣለዎም ኣብቲ ወይ ኣብቲ ኣሰራርሕኦም እዚ ኩሉ ሚም ኮይን ሲዙን እዩ ነይሩ ኣግዲ ሓቂ እዚ ኩሉ ሚም ኮይን ሲዙን እዩ ነይሩ ናይ ሚም ኮይን ሕጂ ዳርጋ ብዙሕ ሕግታት ይመጾ ኣሎ ጽቡቕ ነገር እዩ ምክንያቱ ነቲ ኣውት ሲዝን ዓንቂጽ ወይ ንኸይመጽእ ኣብ መዓልቲ ሚልዮናት ሳነቲም እንተ ዝስራሕ ኮይኑ ሲ ኢማጅን ወይ ኣብ ወርሒ ደብል ኣፍ ኣብ ወርሒ እንታ ሚልዮናት ሳነቲም ዝስራሕ ኮይኑ ኣብ መዓልቲ ክንደይ ኣብ መዓልቲ ልዕሊ ኣይ ዶኖው ኣሽሓት ኣሽሓት ሳነቲም ዝስራሕ ተኾይኑስ ኣበይ ከም ትወፍር ውን ኣይትፈልጥን ኢኻ ምኽንያቱ በዚሑ ኣይትፈልጥን ኢኻ ክሳራ ጥራይ ዘሎ ምትላል በዚሑ ስለዚ ዶናልድ ትራምፕ ንባዕሉስ ሚም ኮይኑ ሰሪሑ ናይ ኣርጀንቲና መራሒ ናይ ኣፍሪቃ መራሒ ኢማጅን ዛት ክንምታይ መራሕትናቶም ኣብ ሓደ ለይቲ ቡም ኢሉና ሓደ ብልዮን በጻሕ ሽዑ ይወድቕ ከኣ። ንኣብነት ኣርኢናዮ ትራምፕ'ዚ ናይ ሜልያንያ ሰበይቱ'ዚ ከምኡ ጌራ። ሕጂስ ረኣዮ ናይ ትራምፕ'ዚ ረኣይዎ ኢማጅን ላውንች ኮይና ደቂሰ ከለኹ እዩ ከማን ኣብዚ'ዚ ዳርጋ ሰማንያ ዶላር በጺሓ ሕጂ ክንደይ ኣላታ ሳንቲም ዓሰርተ ሓሙሽተ ቅርሺ ኢማጅን እቲ ኩሉ ገንዘብ ኣበይ ከይዱ ወሲዶሞ ሰሪቖሞ ስለዚ ኣብዚ ሜልያን ኣንተ ርኢናዮ ሰበይታ ሰበይቱ ሶሪ ትሪእዎ ኣለኹም ካብዚ ንላዕሊ ስርቅስ እንታይ ኣሎ እዩም እዚ ጫማ ክንሰርሓ ሓደ ኣፊት በቲ በቲ በቲ ግራፊክ ኣይ ሚን ያ ኮዮም ሲሎሞ ቀሊል ኣይኮነን ግን እንታይ ከም ዝደለየ ኩሉ ግዜ ኣቶ ኢንቨስት ዝገብርዎስ ምፍላጥ ጽቡቕ እዩ እንተ ዘይነግርኹም ኮይኖም ኣብ ኢንቨስት ዝገብሩ ነቶም ትከታተልዎም ኣይትእተዎም ምክንያት ዘይሕግዝ ሰብ ክትከዶ ይብልካን ንዓይ እውን እንተዘይ መሊሰልኩም ኣብቲ ኮመንት ኣይትምፁኒ ምክንያቱ ክሕግዘኩም እየ እቲ ኣላማይ እምበር ኣነ ካልእ ስራሕ ኣለኒ ግን ብሓንሳብ ምዕባይ ፅቡቅ ይኸሉ ግዜ ዝመስለካ ምዝራብ ንስኹም ከዓ ትፈልጥዎ ተካፍሉኒ ተሓሸ ትብልዎ ደጋገ ሰብ የለን ስለዚ ንሎሚ ከምዚ ይመስል ኣብ ዝመፅእ ቪድዮታት ኣብዴት ይገብረልኩም እየ ብፍላይ እታ ቻነል ዩቱብ እታ ተቐቢሎማ ይሓይሽ ምክንያቱ ብዙሕ ብዙሕ መሳርሒ ኣሎ እቲ እንተ ተቐቢሎምኻ ያ ተስፋ እገብር ብናትኩም ተሳትፎ ማለት እዩ ያ ንሎሚ እዚ ይመስል እንታይ ኣሎ ኣብዴት ክገብረኩም እየ ንሎሚ ግንብርኩ መዓልቲ ኣብ ኮመንት ከዓ ንዕዝበካ ኣለና ይቐኒልና ወይ ፅቡቕ ስራሕ ተልኩምኒ ንዓይ ዓብዪ ሞራል እዩ ምክንያቱ ዝሰራሕካዮ ፍረ ክትሪኦሉ ወይ ገለ መመጫ ለካ ቆርብ ተስፋ ክትሪኦሉ ፅቡቅ እዩ ኣነ እውን ኣብቲ ናትኩም ታኹም ትብሉ ዝኾንኩም ክፅሕፈልኩም ተስፋ ገበር ቻነልኩም ፀሓፉለይ ንሎሚ ግን ብሩኽ መዓልቲ ሰላም ሰንበት ይኹነልኩም